ኢትዮጵያ ክንገዝኣ ወይ ከነመሓድራ እንድሕር ኮይና ብሓፋሕፋሕ ከነብል ኣለና ኢሉ። ስልጣን ላይ ያለውን ኣምባገነናዊ ቡድን ከስልጣን ወርዶ። ሰላም ሰላም ፍቱዋትን ክቡራትን ናይ ሰመረ ሸው ተኸታተልትና ሃመይ ትጸንሑ ሎሚ ውን ሃምዚ ዝተለመደ ብሓደሽቲ ሓደስቲ ዜናታት ተመሊሰ መጺኤልኩም ኔኹም ነዚ ቻናል ሓደሽቲ ተኹም ኩለኹም ላይክ ሸር ሰብስክራይብ ምግባር ኣይትርስዑ እዚ ቪድዮ ምንጋዳ ኩሉ ሰብ ክባጻሕ ብላይክ ምንጋድ ጀምሮ። ኢትዮጵያ ክንገዝኣ ወይ ከነመሓድራ እንድሕር ኮይና ብሓፋሕፋሕ ከነብል ኣለና። ኢትዮጵያ በታቲንካ በታቲንካ በታቲንካ ከመይ ጌርካ ክትቆጻጽራ ብፖለቲካ ፋሕፋሕ ከተብላ ኣለካ ንኢትዮጵያ እዩ። ምስ ኣምሓራ ትረፍ ብሓባር ክንነብር ብሓባር ክንልምን እውን ኣይንኽእል። እኛ የምንፈልገው ኣሁን ያለውን በጣም

ኢና ዘለና ምስ ትትራስዎ ኣነ ውን ዝሓስቦ ካልእ ይኾን ይኽእል እዩ እምበኣር ኣነ መሬት ጥራሕ ይኮን ኮ ዝሓስብ ነይሩ ስዋኣት ገዛ ውን እዩ ክስራሕ ነይርዎ ገዛ እዩ ክስራሕ ነይርዎ ኢና ናይ ኩልና ጌርና ከም ትግራይ ኩልና ንወፍረላ ገዛ ተሓጋጊዝና ግን ኩነታት ንፈልጣ ኢና ማለት ገዛ ኢና ክንዎም ነይሩና እምበር መሬት ኣይኮነ መሬት ማ ንሪኦ ኣለና ይሽየጥ ከሎ ይገ ንመሸጣ እኳ እዩ ዝኾን ዘሎ በቃ ተሸጣ ክተርፍ ናይ መሬት ስውእ ደበና ውን ከመይ ኢና ክንዝክሮ ሕዚ ንሕዚ ጸገምና ፈቲሕና ቅርሺ ሒዝና እንታይ ከም ትኾን እታ ቅርሺ ጻሕ ንፈልጠን ዝኽሪ ኮይ ኣብ ዓላታ ቦታ ዝኽሪ ዝሓልፉ ምእንታ ክሪያ ናይ ስዋኣት ኮያ ትበሃል ንትግራይ ዝወደቐ ይኸው ትግራይ ተኽብሮ ይበሃል። ገሌና የብልናን ስብዙኣት ግን ኣሎም ይበሃል። ንሳድያትኩም ዘላ ሕዚ መሸጣ እያ። ኣይከኣልናን ንኽእለሉ ግዜ ግን ክህሉና ይኽእል ይኹን እዩ ኣይከኣልናን ሕዚ በዚ ደረጃ እዩ በብከባቢኡ ድማ ስኢሉ ሓደ ከተማ መቐለ ዘይትኽእሎ ፅዕና ኣብዚ ዋሃብ ተተባሃለ ስኢልካ እዩ በብትውልዶ በብተሰልፈሉ በብወረዱ ዝርአ ገዛ ሓወልቲ ይበዓሉ እዚ ናይ ስድራ ስውኣት ይበሃል ዝሓልፍ ውን ዝርኣ ማለት እዩ ከምዚ ሓወልትና ካብ ዝኾነ ቦታ እያ ትረአ ዝሓወልቲ እዚኣ ኣብዚ ኮይኑ ተን ናይ ስድራ ስውኣት ውን በብካባኤን ዝረኣያ ንገብረ ሕዚ ኣይከኣልናን ኣብ ዝከኣለሉ ናይ ምምንጣል እዩ ዘሎ ሕዚ እምበር ሕዚ እውን ናብ ስድራ ስውኣት ኢና ንምለስ ምስ ክልተ ሓዚ ዝተወሰነት ብታ ዘላታ ክንትግብራ ኣብኣ ዝጎደለት ክንምልእ ኣብ መቕለ ተሃሉ ይሃሉ ሕዚ እውን ማለት እዩ ካብኡ ከምኡ ኢልና በብደረጅኡ ኮሚቴ እውን ኣጣይሽና ኢና ኹ ብክልል ኣነ ኮሚቴ ኣጣይሸ እዞም ዝምልከቶም ናይ መሬት ዝምልከቶም ናይ ሃርበኛ ኮሚሽን ተልዕሉ ተልዕሉ ነርኩም ካብ ሰራዊት ሓለፍቲ ዘለውሉ ከተማ ልምዓት ዘለውሉ ብኮሚቴ ስክረአ ብላዕሊ ናይ ኩልና ጉዳይ ስለ ዝኾነ ማለት እዩ ተጣይሹ ቴክኒካዊ ኮሚቴ እውን ተጣይሹ ስራሕ ኮ ተጀሚሩ ብታ ዝለኩም ቀደም ሰዓብ እንታይ ተሰሪሑ በብካዊ ይፍተሽ ኣሎ ሕዚ ይስራሕ ኣሎ ብስሩ ወፊሮም ኣለዉ ዞባታት እውን ይፈልጡ እዮም ከተማ እውን ይፈልጡ እዮም ንሪኣ ኣለና ግን እዚ ስራሕና እዩ ስለዚ ዘልዕልክሞ እዚ ብቅሬታ ኣይኮነን ክመፅእ ነይርዎ ግቡእና እዩ እዚ እንተይ ስራሕኻ እንታይ ኢኻ ትሰርሕ እዚኦም ከይክበርካ እንታይ ኢኻ እንታይ ክኽበር ብስሎ ዓዲ የብልና ክብሪ ዘይብልና ኢና ንኾንና ንተርፍ በዚኣ እያ ትጅምር ህሁ ነዚኦም ብምግባር ትጅምር ነዚኦም ዘሕሰረኸ ሕሱር ናይ ሕሱር ሕሱር እዩ ናይ ሕሱር ሕሱር ንዝስውእ ዘራኽስ ንባዕሉ ዝወረደ ትሕቲ ሰብ ዝኾነ እዩ ለዚኣ ናይ ኩልና እያ ናይ ኩልና ስራሕ ክትኮን ዘለዎ ስለዚ ተሕላፍ ዘላ ዘለዋ ጀሚርና ኢና ከም መንግስቲ እውን ከምኡ ዝብል ኮሚቴ የጣየሸ እገለ ከምዚ እገለ ከምዚ ኣይንሰምዕ ከፍ ኢልኩም ረእይዎ ሊስትና ሒዝና ንርኢ ሊስቱ እንተ ተሒዘሉ ኣብ ሰራዊት መዝጉብ እዩ ፍሉጥ እዩ በቃ ሊስት ሒዝና ከተማታት እንታይ ጌርክ እንታይ ወዲኽ ናይ ስዳትሩ እንታይ ተሪፉክ ዝተረፋ መን ከተማ ኣላ ናብኣ ኣካልጉ ድማ ድሕሪያ ምስ ኣፅፋፈፍና ብሓንሳብ ዝውዳእ እንተኮይኑ ክንውድኦ ማለት እዩ ዘይተወደእ እንተኮይኑ ብዝቕደም ሰዓብ ስለዚ ዘልዐልክሞ ንቕበሎ እዩ ዝጸንሐ ሽግር እዩ ሕዚ ግን ኣቲናዮ ኢና ዝጎድለና ግን ያው ተዘራሪብካ ይፍታሕ ማለት እዩ ጎዲሎ ኣሎ ይበሃል ጥርዓን እውን ይመጽእ እዩ ኣብ ጥርዓን መሰረት ጌርና ክረየና ኣብ ጥርዓን ክንበጽሕ ግን ኣይነበረናን እዚ ኩነታትና ግን ገዲዱና እዩ እምበር መምርሕና እዩ መምርሕና ምዃኑ ክንፈልጥ ኣለን እቲ ተጠቃምነት ስኢሉ ኣይኮነን ማለት ግቡእ ስለ ዝኾነ እዩ ካሊእ ናይ ባዕልና ኣመራርሓ ይጠንክር ዝበልኩሞ ትክክል እዩ ካብዚ ጀሚሩ ቅሬታትና ምንካይማ ንብዙሕ ነገር ይዝጠቅም ንሓድነትካ ውን ይጠቅም ክትረጋጋእ ይጠቅም መንፈስካ ፅቡቅ ይኸውን ብዛዕባ ካሊእ ክትሓስብ ብዛዕባ ውሽጥኻ ሕርኽርክ ዘለካ ነገራት ኣይኮነን ዘዕገርግረካ ኮ እዩ ውሽጥኻ ምምሕዳርካ እንተቢሉ ገሊኡ ተስፋ ክቆርፅ ይኽእል እዩ እምበር ምስ ጸገምና ትግራይና ኢና ንቐድም ምስ ጸገምና ሕዚ ተፈቲሓ ትፍታሕ ትግራይ እንተሃልያ ጥራሕ ትግራይ እንተዘይሃልያ ግን እንታይ ኣነ ተጠቐምኩ ዶ ክኾን እዩ ኣይኮነን በቃ ሰሊዑ ዝወሰደ ዝጫጎደ ዝጥቀም ትግራይ ዋላ እቲ ካሊእ ሰብ ይትረፍ ተቓላሳይ ማለት እቲ ካሊእ ሰብ በዓል ሃፍቲ እየ ዝብልውን ትግራይ እንተልያ ዝበለፀ ክህለሉ ንሱ ይምልአልካ ስለዚ እታ ጉዳይ ኣብ ውሽጥና እያ ትዓርፍ ዝጎደለና ነገር ክንመላላእ ግን ምሕዝነት የድልየና ሓደ ሓቂ ከዓ ኣሎ ብዛ ዓለም እዚ ኣብዚ እዋን እዚ ብፍላይ በይንኻ ምንባር በይንኻ ምቅላስ ኣይከኣልን ሓቂ ኮይኑ ኣብ ዓለም እዚ በቃ ሓቂ ኮይኑ እዩ ኣሜሪካ ዝበሃል ክንዲ ግዛዕ ዝኸውን ዓዲ ዓለም ዘንቀጥቅጥ ዓዲ ኔቶ ዝበሃል ኣልያንስ ወይ ምሕዝነት ኣለዎ ኣብ ሓደ ዝገብሩካ ጉዳይ ኣተረዳዲኻ ኣብ ኩሉ ነገራት ትረዳዳእ ማለት ኣይኮነን ከምኡ ዝበሃል ፍልስፍና የለን ኣይዶሎጂያዊ መርኣይታት የለውን ከምቲ ናይ ቀደም ቀደም ኣይዶሎጂ እዩ ሎምስ ኣይዶሎጂያዊ መርኣይታት የለን ኣብ ዓለም ብሄራዊ ረብሓ እዩ ኣብታ ጉዳይ ሲ ከመይ ትራኸብ ስለዚ ኣብዚ እዋን እዚ ኣንጻር ህልውናና ዝተሰለፈ ስርዓት ብልፅግና ዝበሃል ኣሎ

ትልልቅ ጀራሎች ኢትዮጵያ ጀራሎች ኣሉባት። ሽምባ ድቃስ ተኸታተልትና ናይ ልማዓንቲ መደብና እዚ ይመስል ነይሩ ተመችኩም ኢና ተስፋ ንገብር እስካብ ፃንቃን ብብሉ ኣለኹም ሰናይ ፃንሒት ክኾነልኩም።